ንሕና ከም ተጋደልቲ ወይ ከም ኣባላት ሰራዊት ትግራይ ብልሒ ጫፍ ናይቲ ናይ ህዝቢ ትግራይ ናይ መኸተ ሓይሊ ኢና። ብልሒ ጫፍ ናይቲ ናይ መኸለ ሓይሊ ኮይና ብዝተፈላለየ መንገዲ ተወዲብና ኣብ ህዝብና ዝሃበና ልኡኽ ንርከብ። ናይዚ ናይ መኸተና ዋና ፅንዓት ኣተሓሳስባና እዩ። ፖለቲካዊ ፅሬትና እዩ። ንኹሉ ዘመዓራሪ፣ ዝሃንጽ መልክዕ ዘትሕዝ ፓለቲካዊ ኣተሓሳስባኻ እዩ። ፓለቲካዊ ኣተሓሳስባኻ ከኣ ህዝብን መንግስትን ካብ ዝሃበካ ልኡኽ እዩ ዝብገስ። ካብ እትቃለሰሉ ዕላማ እዩ ዝብገስ። ካብ ክተሳኽዖ ዝደለኻ ዕላማን ክተሳኽዖ ዝደለኻ ልኡኹን እዩ ዝብገስ። ዕላማናን ልኡኽናን ከኣ ፍሉጥ እዩ። ካሊእ ምንም እንብህጎ ነገር የለን። ንሕና እንብህጎ ሰላም ዘለዋ ዜጋታታ ካብ ዝተፈላለዩ ግፍዕን መከራን ምድፍፋኣን ጭካነ ዝወለዶ ጭካነ ዝፈጠሮ ዝተፈላለዩ ኣብ ህዝብና ዝፍፀም መከራታትን ካብዚ ናፃ ዝወፀት ላዕላዊ ክብረታታ ታሪኻታ፣ ሞራላ፣ ቋንቋኣ፣ ባህላ፣ ሕሉፍ ጉዕዛኣ ጠቕላላ ዝተኸበረ መንነታ ኣረጋጊፃ ትነብር ትግራይ ምምስራት እዩ። እዚ ንምፍፃም ኢና ዋጋ ንኸፍል ዘለና። እዚ ንምፍፃም ኢና ልኡኽ ህዝቢ ሒዝና ኣብ ቅድሚት ተሰሊፍና ዘለና። እዚ ልእኹዚ ፅንዓት ይጥይቕ እዩ። እዚ ልእኹዚ ንቕሓት ይጥይቕ እዩ። እዚ ልእኹዚ ኮሚትመንት ይጥይቕ እዩ። እዚ ልእኹዚ ሓቦን ሞራልን ተስፋን ተዓዋታይ ዝኾነ ኣተሓሳስባ ሰዓራይ ዝኾነ መንፈስ ይጥይቕ እዩ። ስለ ዝኾነ ኢና ብጣዕሚ ብዙሓት ሓይልታት ብጣዕሚ ብዙሓት ብተክኖሎጂ ናይቲ ዘበኑ ተክኖሎጂ ዘፍረዮም ዕጥቅታት ተዓጢቖም ከጥፍኡና በቲ በቲ ዝኸበቡና ናይ ደገን ናይ ውሽጥን ዓበይቲ ሓይልታት መኪትና እቲ ሽዑ ተፈጢሩ ዝነበረ ተጋሩን ተጋሩ ናይ ምጥፋእ ኣነሳላልፋታት ብትንትን ኣቢልና ኣብ ኣብ ዘባና ኣብ ማእኸላይ ምብራቕ ኣብ ቀርኒ ኣፍሪቃ ሓደሽቲ ኣሰላልፋታትን ሓደሽቲ ናይ ኣሰላልፋ ለውጥታትን ክመፁ ዝገበርና እዚ ናይ ዓለምና ናይ ፖለቲካ ተንተንቲ ይፈልጥዎ እዮም። እዚ ናይ ዓለምና ናይ ወታደራዊ ተንተንቲ ጠበብቲ ይፈልጥዎ እዮም። ንሕና ብደንቢ ዘይክነስተማቕሮ ንኽእል ኢና፣ ዘይክንትንትኖ ንኽእል ኢና። ብሓ- ናይ ብሓቂ ግን መኸተን ቃልስን ናይ ህልውና መኸተን ቃልስን ህዝቢ ትግራይ ኣብ ዞባና፣ ኣብ ከባቢና መሰረታዊ ዝኾነ ናይ ኣሰላልፋ ለውጥታት ክመጽእ ገይሩ እዩ። እቲ ክልተ ሽሕን ዓሰርተ ሰለስተን ተጋሩ ንምጥፋእ ኣብዚ ከባቢና ተፈጢሩ ዝነበረ ናይ ሃገራት ኣሰላልፋ ኣይኮነን ዘሎ ሕጂ ካሊእ ኣሰላልፋ እዩ ተፈጢሩ ዘሎ እዚ ኣሰላልፋ እዚ መን ይፈጢርዎ ብምንታይ ተፈጢሩ ህዝቢ ትግራይ ንህልውንኡ ብዝኸፈሎ ዋጋ ዝተፈጠረ ሓድሽ ኣሰላልፋ እዩ እዙይ ፈጢሩ እቲ መኸተና ህልውናና ዘረጋገፀ መኸተ ኢና ጌርና ህልውናና ዘረጋገፀ ጥራሕ ዘይኮነስ ከባቢና ኣብ ህልውናና ዝፈጥርዎ ተፅዕኖን ህልውናና ንምጥፋእ ዝገበርዎ ምስብሳብን ዝበታተነ መኸተ ኢና ጌርና። ስለ ዝኾነ ኢና ውዕል ፕርቶርያ ተፈሪሙ እቲ ሕጂ ተፈጢሩ ዘሎ ኣሰላልፋታት ዝተገላባበጠ ኣሰላልፋታት ክፍጠር ጌርና ዘለና። እዚ ሓደ ዓብዪ ነገር እዩ ናይ ህዝቢ ትግራይ ቃልሲ ንመኸተን እዚ ሓደ ዓብዪ ነገር እዩ ናይ ህዝቢ ትግራይ ህልውና። ከምታ ዝበልኩኹም ንሕና ካሊእ ምንም እንደልዮ ነገር የለን። ኣብዚኣ ዘለኹም ተጋደልቲ ኣብዚኣ ዘለኹም ናይ ኣርማ ሓምሳ ተጋደልቲ ካሊእ ምንም ነገር ትደልይዎ ነገር የለን። መሰልና ይከበር እዩ። ውሕስና ንርከብ እዩ። ህልውናና ይረጋገጽ እዩ። ማንም ሰብ ክረግጸና ማንም ሰብ ከም ድላዩ ክጻወተልና፣ ማንም ሰብ ክብርታትናን መንነትናን ግሂሱ ቸቸ ኢሉና ክንነብር ኣይንፈቅድን እዩ። ማንም ሰብ ከም ህዝቢ በቲኑ በታቲኑ ከጥፈእና ኣይንፈቅድን እዩ። ነዚኣ ኢና ኣብዚኣ ዘለና ኣብዚኣ ዘለኹም ነዚኣ ኢኹም ሰብ ከም እንስሳ ክነብር ይኽእል እዩ መንነቱ ተሓዲጉ ቋንቁ ባህሉ ታሪኹ ክብርታቱ ተሓዲጉ ከውዲ እናመልአ ጥራሕ ኣብ ዝደለዮ ቦታ ተበቲኑ ክነብር ይኽእል እዩ እዚ እንስሳዊ ኣነባብራ እዩ መንነትካ ዝተመንጠልካ እንተኾንካ ሓደ ማሕበረሰብ ዝበሃል ማሕበረሰብ ዘብሎ ማሕበረሰባዊ እሴታት እዩ። እዚ ማሕበረሰባዊ እሴታት ከዓ ከም ህዝቢ ብሓደ ኮይንካ ንዓመታት ዝሃነፅካዮ መንነት እዩ። ብሓደ ኮይንካ ንዓመታት ዝሃነፅካዮ መንነት እዩ። እዚ ሰብ ዝገብረካ ሰብ ካብ እንስሳ ዝፈልዮ ማሕበራዊ ኣነባብራን ብማሕበራዊ ኣነባብርኡ ከኣ ዝሃንጾ መንነትን እዞም ዝሃንጾም መንነቶም ከኣ ናይ ቀጻሊ ዕድላቱ ዝውስኑን ስለ ዝኾነ እዩ። ነዚ እዩ ሰብ ዝበሃል። ነዚ ኢና ዋጋ ንኸፍል። ነዚ ኢና ጽባሕ ከም ንመውት ከም ንስዋእ እናተፈለጥና እናፈለጥና ንጋደል። ህዝቢ ክቕጽል ምእንቲ፣ ዓዲ ክቕጽል ምእንቲ፣ ትውልዲ ክቕጽል ምእንቲ ኢና። ነዚ ኢኹም ዋጋ ትኸፍሉ ዘለኹም፣ ነዚ ኢና ዋጋ ንኸፍል ዘለና። ከምቲ ዓንተው ዘልኩም እዚኣ ከዓ ኮሚትመንት ትሓትት እያ፣ ፖለቲካዊ ንቕሓት ትሓትት እያ፣ ፖለቲካዊ ፅሬት ትሓትት እያ። ስለዚ እዚ ኩሉ በጣጢስኩም ኢኹም ኣብዚ ዘለኹም። ህዝቢ ትግራይ ኣብ ዝሓለፈ ሰለስተ ዓመት ከቢድ ፈተና በፂሕዎ እዩ። ከምቲ ዋልታ ዝበሎ ከም ህዝቢ ተፈቲና ኢና፣ ከም ሰራዊት ተፈቲና ኢና። ንስኹም ከዓ ብፍሉይ ከም ኣርማ ሓምሳ ከዓ ተፈቲንኩም ኢኹም። ፍሉይ ፈተና ከዓ በፂሕኩም እዩ። ህዝቢ ኣብ ላዕሊ ወሲዱ ከፍ ዘበሎም ህዝቢ ንክመርሑ መራሕቲ መሳርሒ ናይቲ ጀኖሳይድ ዝፈፀመልና ስርዓት ኮይኖም ነታ ዝሓዝዋ ወንበር ተጠቒሞም ጨውዮም ናብ ኢድ ፀላኢ ክእትውና ዝገበሩ ኣካላት ነይሮም እዮም እዞም ኣካላት እዚኣ ከዓ ወንበር ዝሓዙ እዮም ስልጣን ዝሓዙ እዮም ሕጋዊ ስልጣንን ሓላፍነትን ዝተዋህቦም ሰባት እዮም እዚ ዕድል እዚ እዮም ተጠቂሞምሉ እዚ ዕድል እዚ ተጠቂሞም ከድቅቑናን ክብትኑናን ኣብ ትሕቲ ዕሱባት ክእትውናን ጽዒሮም እዮም። እዚ ከምዚ ዓይነት ሓደጋ ካብ ዝገጠመ ኣሃዱ ከኣ ኣርሚ ሓምሳ እያ። ንምንታይ እቶም መራሕቲ ኣብ ዝነበሩ እንታይ ይገብሩ ከም ዝነበሩ ትፈልጡ ኢኹም። ፍሉይ ፈተና በፂሕኩም እዩ። በጣጢስኩማ ኢኹም ዝፈተና እዚ ሓቂ ንምዝራብ ኣጉሊህኹም ብደንበ ድሚቕኩም ከመይ ርኢኹሞ ተዓወትኩም ኣይፈልጥን። ግን ከምዚ ዓይነት ኣብ ልዕሊኡ ዝተፃዕነ ሓደጋ በጣጢሱን ስዒሩን ህልውንኡ ምርግጋፅ ቀሊል ነገር ኣይኮነን ቀሊል ነገር ኣይኮነን ስለዚ ንኩላትና ዋላ እቲ ፈተና ዝበፅሐና እንተኾነ ንህዝቢ ትግራይ ጠቕላላ ዋላ እንተኾነ እቲ ፈተና በብከባቢኡ ከዓ ናይ ባዕሉ ፍሉይ ዝኾነ መፈጸምታትን ዕድላትን ስለ ዝነበሮም እዞም ሓይልታት እዚኦም ኣብ ልዕሊ ኣርማ ሓምሳ ከኣ ከም ሓይሊ ንምብታን እቲ ዕድል ተጠቒሞም ብዙሕ ሰሪሖም እዮም። ግን በቲንኩሞም ኢኹም። ንስኹም ዘይኮንኩም ተበቲንኩም፣ ኣርማ ሓምሳ ዘይኮነ ተበቲኑ፣ ኣርማ ሓምሳ ዘይኮነ ተንበርኪኹስ ንሶም በቲንኩሞም፣ ንዐኦም በቲንኩሞም፣ ስዒርኩሞም ናብ ንውር ክንኣቱ፣ ናብቲ ምዕሩይ ፖለቲካን ምዕሩይ ህልውናን ኽነረጋግፅ ገይርኩም ኢኹም። እዚም ምኽፋል ሕጂ ዘለውኹም መራሕቲ ዓብይ ምና ተፃዊቶም እዮም። እዚም ምዕራይ ንስኹም በብደረጃኹም ዝኸፈልኩሞ ዋጋ ኸቢድ እዩ። ነዚ ኹሉ ስዒርኩም ናብዚ እንኳዕ በፃሕኹም እንኳዕ ደስ በለኩም እውን ክብል ይደሊ። ሕጂ ፀላእትና ብዝተፈላለየ መንገዲ ክብትኑና ሕጂ ውን ብዙሕ ነገር ይገብሩ ኣለው እዮም ሓደ ነንባዕልና ክንባላዕ ምግባር እዩ ካልኣይ ብዝተፈላለየ መንገዲ ዝተፈላለየ ተፅዕኖታት ክበፅሐና ብምግባር እዩ እዚ ከም ህዝቢ ናብ ንውር መሊስና ውሽጥና እንተዕሪና ኩሉ ግዜ እቲ ናይ ውሽጥና ስለ ዝኾነ እቲ ወሳኒ ጉዳይ እቲ ውሽጥና እንተተማዕራርዩ፣ እቲ ደጀንና እንተተማዕራርዩ፣ እቲ ኣብ ግንባር ዘሎ ብልሒ ናይቲ መኸተ ዝኾነ ሰራዊት ገጢምዎ ዝነ ፈተነታት እንተመዓራርዩ፣ ነቶም ካብ ደገ ዝመጹ ኩሎም ንምምካቶም ቀሊል እዩ። ናይዚ ምስክር ብዙሕ ምዝራበይ የድልን ብዙሕ ምሕሳበይ የድልን ክልተ ሽሕን ዓሰርተ ሰለስተን ምስትዋስ እኹል እዩ። ብሰሜን ብምብራቕ ብደቡብ ብኩሉ ብምዕራብ ኩሎም ናይ ደገን ናይ ውሽጢ ጸላእትና ከመይ ከቢቦም ከድቅቑናን ከጥፍኡናን ከም ዝመጹ ካባኹም ላዕሊ ካሊእ ምስክር የለን። እዚ ዝበተንናዮ ዝኾነ ተኣምር ካብ ደገ ወይ ካብ ሰማይ ስለ ዝመጸና ኣይኮነን። እዚ ዝበተንናዮ ከም ህዝቢ ኣብ ሓደ ረቢብና ኣብ ሓደ ዓሲልና ስለ ዝመከትና እዩ ነዚ ኩሉ ፋሕ ብትን ኣቢልና ተዓርቶ ዝበልኮ ሓድሽ ኣፋጣጥ ኣሰላልፋ ክፍጠር ጌርና ህልውናና ክነረጋግፅ ስለ ዝገበርና እዩ እዚ ካብ ውሽጥና እዩ ዝብገስ ሕጂ እውን ንሳ እያ እታ ተስፋና እታ ውሽጥና እያ ውሽጥና ንዓሪ ውሽጢ ምዕራይ ካብ ባዕልካ እዩ ዝብገስ ካብ ነውሰከፍና እዩ ዝብገስ ቡዙሓት ተስፋ ዘቁርጹን ተስፋ ክንቆርጽን ኣፍቶም ቀጻሊ ዕድላትና ተስፋ ክንቀርጽን ብዝግባእ ንዘይክንሪኦምን ዝሓለፈ ዝከፈልናዮ ዋጋን መስዋእትን ብምልኡ ብዝግባእ ክብሪ ሂብና በዚ ዝከፈልናዮ ዋጋ ከኣ ዝረከብናዮም ናይ ህልውና ዘረጋግጽ ጸላእትና ዝብትን ውጽኢት ብዝግባእ ተረዲእና ነቶም ኣብዚ ዘለዉ ኣብ ሰለስተ ዓመት ዝተፈጠሩ ሕቱኽቱኻትን ዝተፈላለዩ ኣተሓሳስባታትን ብዝግባእ ጸራሪግና ናብቲ ንቡር ኣተሓሳስባ እንተኣቲና እቶም ሽግራት ብዝግባእ ይሰዓሩ እዮም። ሕጂ ምሳኹም ምስ ኣርማ ሓምሳ ስለ ዘለና ኣብዚ ምስ ኣርማ ሓምሳ ኮይንና ንዘራረብ ዘለና ከኣ ናይ ስልጠና ምረቓኹም እዩ። እቲ ናይ ስልጠና ምረቓኹም ናይ መጨረሻን ናይ መወዳእታን ስለ ዝኾነ ዘይኮነስ ሓደ ደረጃ በጺሕኹም ኣለኹም ናብ ቀጸልቲ ካልኦት ዓቕምኹምን ብቕዓትኩምን ዝሃንፁ ስራሕቲ እትሸጋገርሉ ግዜ እዩ። ንምንታይ ኢና ንበቅዕ ዘለና? ዕላማ ኣለና። ዕላማና ክንዕውት ምእንቲ። ንምንታይ ኢና ንበቅዕ ዘለና? እቲ ነሳኾ ዕላማ ብውሕድ መስዋእቲ ብውሕድ ክሳራ ክኸውን ምእንቲ፣ እዚ ተጋዳላይ እዚ ኣብ ቆጽሊ ከፊሉ፣ ኣብ እምኒ ከፊሉ፣ ዓሪቑ፣ ከርተት ኢሉ ቀሊል ሰብ ክመስለኩም ይኽእል። እዚ ተጋዳላይ እዚ ክባር እዩ። ክባር ዘግብርዎ ነገራት ብዙሓት እዮም። ሓደ ትግራዋይ ወዲ ተጋሪ ዝተማህረ እዩ ብዙሕ ዋጋ ከፊሉ ብዙሕ ልምድን ተመክሮን ዘጥረ እዩ ሕጂ እውን ንህዝቢ ትግራይ ናብቲ ዝድለ ከብፅሕ ዝኽእል እቲ ዋና ሓይሊ እዩ እዚ ተጋዳላይ እዚ ካብ ቤት ትምህርቱ ካብ ዩኒቨርሲቱ ካብ መምህርነቱ ካብ ናይ መንግስቲ ሰራሕኛ ሰራሕተኛነቱ ካብ ካልኦት ክባር ዘይኮ ዝኾኑ ናይ ባዕሉ ናይ ቤተሰቡ ስራሕቲ ካብዚ እዩ መጺኡ። ሰብ እዚ ክባር እዩ። ጽባሕ ዓዲ ክመርሕ ዝኽእል እዩ። ሕጂ ኣብዛ ጽላል እዚኣ ከፍ ኢሉ ቀሊል ሰብ ክመስለኩም ይኽእል እዩ ጽባሕ ዓዲ ክመርሕ ዝኽእል ዓዲ ከድሕን ዝኽእል ስትራቴጂክ ውሳነታት ክውስን ዝኽእል ሰራዊት ክእዝዝ ዝኽእል ጠቕላላ ተጋሩ ከም ተጋሩ እነምፆ ለውጢ ብዝግባእ ተንቲኑ ናይ ትግራይ ናይ ቀፃሊ ህልውና ዕድላትን ዘረጋግጹን ዘማልኡን ሓሳባት ከምጽእ ዝኽእል ሰብ እዩ እዚ ሰብ እዚ ብዝኾነ ናይ ባዕልና ድኽመታት ክጠፈ ይደልዩ ንሕና ውሕዳት ኢና ከም ተጋሩ ውሕዳት ኮይኖም ሓያላ ዝኾነ ዓድታት ሓደ ከምኡ ዝገበሮም ምኽንያት ብከቢድ ክሳራ ዘይኮኑ ዝከላኸልዎ እቲ ሓደጋታት ብዝሰልጠነ ብጥበብ ብክእለት ክሳራ ቀኒሶም ህልውናኦም ኣረጋጊፆም ፀላእቶም ስለ ዝስዕሩ ጥራሕ እዩ እዚ ዘፍፅመሎም ቴክኖሎጂ ሳይነስ ከም ዘለዎ ኮይኑ ግን ውሕድ ህዝቦም የብቅዕዎ የምህርዎ ፍልጠትን ክእለትን ክህልዎ ይገብርዎ ክስልጥን ይገብርዎ ብንእሽተይ ክሰራ ከዓ ይዕወቱ ህልውናም የረጋግፁ ተጋሩ ከምኡ ኢና ክንኮን ዘለና ንስኹም ከምኡ ኢና እቲ ቀፃሊ ገጥመና ዝኽእል ሓደጋ ስዒርናዮ ክንወፅእ ክትሓስቡ ዘለኩም ኣብ ዝሓለፈ ኩናት ብዙሓት ክሳራታት ከፊልና ኢና። እዚ ክሳራ እዚ ስለ ዘይሰልጠና እዩ። ካብ ውግእ ናብ ውግእ ኣሃዱታት ይውደባ ይዋግኣ። ከምዚ ግዜ ረኺብና ከመይ ክንዋጋእ ንኽእል፣ ከመይ ክሳራ ቀኒስና ክንዕወት ንኽእል፣ ከመይ ጥበብ ክንጥቀም ንኽእል፣ ከመይ ጸላእትና ብቐሊሉ ኣዛቢዕና ክንድምስሶም እንኽእል በቢ ልኡኽና ልኡኽና ከፍፅመና ዝኽእል ብቕዓትን ክእለትን እንታይ እዩ ክኸውን ዘለዎ ብተግባር ከመይ ኢና ክንፍፅሞ ተለማሚድና እቲ ክእለት ጨቢጥና ኣይኮናን ተዋጊእና ኣብ ዝሓለፈ እዚ ከዓ ክሳራና ከቢድ ኮን ገይርዎ እዩ እዚ ክንደግም የብልና ድሕሪ ሕጂ ንዝመፀና ሓደጋ ህይወት ንምዕቃብ ብዙሕ ነገር ክንከፍል ኣለና ድኻም ክንከፍል ኢና ብዙሕ ድቃስ ምስኣን ገልታዕታዕ ክንከፍል ኢና እዚ ኩሎም ፅባሕ ዝትክኡ እዮም ህይወት ግን ኣይትትካእን እያ ህይወት ግን ኣይትትካእን እያ እዚ እዞም ፅባሕ ክትትክኦም ኩሎም መከራታት ምሕላፍ ሽግር የብሉ እንትደኸምካ እንትረሃፅካ ድቃስ ተሰኣንካ ሽግር የብሉ ህይወት ምኽፋል ግን ኣይትመልሳን እያ ስለዚ ሕጂ ትስልጥኑ ዘለኹም ክትዕወቱ ጥራሕ ኣይኮነን ክንዕወት ጥራሕ ኣይኮነን ናይ ሰብ ህይወት ክንዕቂ እውን ኢና መስዋእቲ ክንቅንስ እውን ኢና ንስልጥን ዘለና ከምቲ ዝበልኩም ሰብና ክባር ስለ ዝኾነ ስለዚ ካብዚ ኣንጻር እዚ ኣርማ ሓምሳ ሽምኩም ኣይኮነን ሓምሳ ሓምሳ ሽምኩም ጥራሕ ኣይኮነን ልኡኽኩም እውን ነውሰ ከፍ ሰብ ልዕሊ ሓምሳ ክሰርሕ ዝኽእል ልዕሊ ሓምሳ ሰብ ክሰርሕ ዝኽእል ሰብ ገይርኩም ህነፅዎ እታ ዝረኸብኩማ ግዜ ዝተጠቐሙላ ተጠቆምላ ኩማንዶ ኢኹም ናይ ትግራይ እቲ ዝለዓለ ክእለትን ዓቕምን ዝሃነፀ ብቕዓት ዘለዎ ኩማንዶ ዝበሃል ናይ ትግራይ ንስኹም ኢኹም ካሊእ የለን ካሊእ ከምዘየለ ትፈልጡ ኢኹም ከምታ ኣብዚኣ ዘቕረብዋ ነቲ ኹናት ቀየርቲ፣ ነቲ ዓወት ዛዘምቲ ስለ ዝኾንኩም፣ ኣብ ፍሉይ ልእኹን ፍሉያት ስራሕትን ተሰማሪኹም፣ ኣብ ከበድትን ዝተዋሳሰቡን ልኡኽ ኣቲኹም ብዓወት ብምውፃእ ናይ ህዝቢ ትግራይ ህልውና ተረጋግፅሉ ልኡኽ ትፍፅሙ ስለ ዝኾንኩም ካብዚ ኣንፃር እዚ እተን ክእለታትኩም ይኣኽላና እየን ዝበሃላ ኣይኮናን። እኹል እዩ ትብሎ ክእለት የለን ኣብ ዓለምና። ሰልጢንካ ይውዳእ ተማሂርካ ኣይትውደእን ኢኻ ብዛዕባ ጥበብ ብዛዕባ ክእለት ብዛዕባ ውትድርና ብዛዕባ ካልኦት ነገራት ብምልኦ ስለዚ ዝረኸብኩማ ግዜ ተጠቐሙላ ሓንቲ ሰዓት ትኹን ክልተ ሰዓት ትኹን ደቂቓ ትኹን ተጠቐምላ። መራሕቲ ከዓ ብፍላይ ወዲብኩም ፕሮግራም ኣውፂኹም ኩሉ ሰብ ዓቕሙ ክሃንፅ እተን ዝተረፋና እውን ኩለን ክንዲ ዝከኣል ክንጭብጠን ዘኽእል ኩነታት ክትፈጥሩ ክትክእሉ ኣለኩም ስለዚ ሎማዓንቲ ከምታ ዝበልኩኹም ሰነ ኢና ዘለና ጽባሕ ናይ ሰማእታት መዓልቲ እዩ እዚ ናይ ሰማእታት መዓልቲ ከዓ ዝበለጸ ሕድርታትና ሕድሪ ስዋኣትና ናይ ሕሉፍ ናይ ወለድና ታሪኽን ናይ ሕጂ መስዋእትን ኩሉ ብዝበለጸ ናብ ቅድሚት ብዝሕሸ ብቕዓትን ክእለትን ቀጺልና ናብ ዝሕሸ ብራኸ ክንበጽሕ ዘኽእለና ስራሕ ንምስራሕ ቃል ንኣትወሉ ዕለት ስለ ዝኾነ ማለት እዩ ስለዚ ጸላእትና ከምቲ ዘልኩም ብዙሕ ነገር ይሓስቡ ኣለዉ። ብዙሕ ነገር ከዓ ተቐዲድዎም እዩ፣ ተባላሽዎም እዩ። ጸላእትና ከም ተዓንቶ ዝተባሃለ ኣብ መቃብርና ክህሉ እዮም ዝደልዩ። ኣብ መቃብርና ክህሉ ዘይክእሎም ነገር ከዓ ብዙሕ ነገር ተፈጢሩ እዩ። ሕጂ ብዛዕባኡ ብዙሕ ነገር ክዛረበኩም ስለ ዘይክእል እቲ ግዜ ንዕኡ ስለ ዘይኮነ ዕድላት ኣለውና ከምታ ዘልኩም ተዓድል ጥራሕ ንጠቐመላ ተዓድል ንጠቐመላ ማለት ነቲ ዕድል ክንጥቀመሉ ዘኸእለና ውሽጣዊ ምትዕርራይ ንግበር። ዝሕስበኩም ነገር ብዙሓት ክህልው እዬም። ኣብ ደጀን ከምዙይ ተኾይኑ፣ ከምዙይ ተፈጢሩ፣ እዙይ ኣሎ፣ እዙይ ዘተኻኽልዎ፣ እዙይ ዘይተዓረየ ነገር ዝብል ብዙሕ ኣጀንዳ ከምዘለኩም ንፈልጥ ኢና። ብዙሕ ሰራዊትና ዘልዕሎ ነገር ከምዘሎ ፍሉጥ እዩ። እሱ እቶም ዝምልከቶም ኣካላት ኣለው ሪኦሞ እዮም፣ ፈሊጦሞ እዮም፣ ይዕርይዎም። ክዕርይዎ እዮም ከዓ ክዕርይዎ ከዓ ኣለዎ። ንሕና ከዓ ናይ ባዕልና ኣለትና እታ ናይ ባዕልና ብዝግባእ ኣፅፊፍና እንተሰሪሕና ምትሕግጋዝ ይመፅእ በብከባቢና ስራሕና ብፅፉፍ ተተሰሪሑ ይጎራረስ ማለት እዩ ይዋደድ ማለት እዩ ይቀናጆ ማለት እዩ ኩሉ ነገር ኣብ ትግራይ ዘሎ ናይ መኸተ ዓቕሚ እዩ ስለዚ ጠንክሩ